ምህለላ ኩናት ድርሳን ኣይኮነን ካብ ሕልሚ ኢትዮጵያ ዝተወልደ ሓደገኛ ተርእዮ እዩ እቲ ንመዋእል ዓባይ ኢትዮጵያ ካብ ኣእምርኡ ምብናን ዝኣበየቶ ኢሳያስ ምስቲ ካብ ሃፀያት ኢትዮጵያ ሕልሚ ቀይሕ ባሕሪ ዝወረሰ ኣብዪ ኣሕመድ ንህዝቢ ኤርትራ ካብ ዓራቱ ኣውሪዶም ኣብ ሓደ ዓራት ደቂሶም ተደሚርና ክብሉ ምስ ሓደሩ ዝደገሰ ሕማም እዩ። ግን መጀመርያ
ንዶክተር ኣብይ ምስ ኩላቶም ኣሕዋትና ኣብዚ መፂኦም ዘለዉ እንቋዕ ብደሓን መፃኹም። ሎሚ ኣብዚ ሕጂ ዘለናዮ ግን ኣይከሰርናን። ኣየጠፍኣናን ንብረትና ብሙሉኡ መሊስና ኢና።
ተደሚርና ኢና ሓደ ኮይና ኢና ሓደ ኮይና ኢና ፍቅር ያሸንፋል ፍቅር ያሸንፋል እልልታ ናይስ ናይስ ናይስ ናይስ እቲ ዘሕዝን ንክልቲኦም ሰበስልጣን ሕልሚ ኢትዮጵያ ቅዝንዝን ከብሎም ከሎ ሕልሚ ኤርትራ ምስቶም ስዋኣት ምቕባሩ እዩ።
ክብረት ዕብየት መሬት ሒዝካዮ መሬት እታ መሬተይ መሬተይ ኣኾይ መሬት ዋሕስ ክብረተይ እታ መሬተይ መሬት ኣኾይ መሬተይ ዋሕስ

እቶም ከም በዓል ኢሳያስ ዝኣመሰሉ ንመንእሰይ ኤርትራ ኣብ ዕሸል ዕድሚኡ መሬተይ ዋሕስ ክብረተይ እናበለ ትሕቲ መሬት ክቕበር ንመስዋእቲ ዘህጸጽዎ ባሪስታታት ፖለቲካ ሕጂ ነቲ መሬት ስዉእ ምስ መቓብሩ ክዋገይሉ ክትርኢ ከለኻ ሓደ ሓደ ግዜ እንቋዕ ኣባይ ተሰዋእኩ ዘየብል ኣይኮነን። ብድሕርቶም ሰማእታት ህይወት ንምስትምቓር ዘይኮነ ዋሕስ ሕድሪ ምስክር ሓቂ ንምዃን። ንቐልዓ ዓለም ንዑ ከሐጉሰ ኢለ ወይ ንዘረባ ክጥዕመኒ ምእንቲ ኢለ ዝብሎ ዘይኮነ፣ እዚ ናይ ሎሚ ተኸሲቱ ዘሎ ዕድል ዓቢ ባብ ተራሕዩ ስለ ዘሎ፣ እዚ ተዓጽዩ ዝጸንሐ ተዓጽዩ ዝጸንሐ ሕጂ ባዕልና ዝኸፈትናዮ፣

ሕሰብዎ እቶም ንመሬት ሕድርን መብጻዕን ናብ ዕዳጋ ደቡብ ኣውሪዶም ሓለይቲ ስዋኣት ክመስሉ መዓልቲ ዝኽሪ ወሲኖም ሰነ መጸብ ደርፍን ግጥምን ህዝቢ ዘንብዑ ጠላማት ኩልና ጠፊእና በይኖም ተሪፎም እንተዝነብሩ ሓሶቶም ተኣሚኑ ክድዓቶም ጅግንነት ኮይኑ ከም ጻድቃናት ምነበሩ ማለት እኮ እዩ በኤርትራ እና በኢትዮጵያ መካከል ድንበር የለም ኤርትራውያን እንኳን ደስ ኣላችሁ። እቲ ዝገርም ድሕሪ ሰላሳ ዓመት ምህለላ ኩናት ኢሎም ኣብቲ ብተደጋጋሚ ኩናት ደሙ ዝጸንቀቕዎ መትንታቱ ጠሚሙ ዝተዓጽወ ልቢ ህዝቢ ኤርትራ ክኣትዉ ምፍታኖም እዩ።
ምህለላ ኲናት፣ ክፍለጥ ዘለዎ ሓቅታት፣ ጸጋታት መሬት፣ ባሕርን ደሴታትን ኣብዚሑ ዝዓደሎ ህዝቢ ኤርትራ ዘይናቱ ብሂጉን ጠሚቱን ኣይፈልጥን። ኣቤት ኣቤት! ህዝቢ ኤርትራ ድሕነት ረኺቡ ትዕድልቲ ጸጋታት መሬቱ፣ ባሕሩን ደሴታቱን ዝቋደሰሉ እዋን ደኣ ይፍጠረሉ እምበር፣ ጸጋታት መሬት፣ ባሕርን ደሴታትን ጥራይ ዘይኮነ እንተላይ ንህዝቢ ኤርትራ ወኒንኩምዎ ዶ ኣይኮንኩምን ዘለኹም ገዛእቲ ኢትዮጵያ ኤርትራ መሬታ እምበር ህዝባ ኣየድልየናን ይብሉ ነይሮም እንተ ንስኹም ከኣ ዝያዳ ስስዐ ወሲኽኩም ነታ ተጋዳላይ መሬታ ንመቓብር ጥራይ እዩ ዘድልየኒ ንህዝበይ ብድሕረይት ዓሞ ኢሉ ከም ውርሻ ዝሓደጋ ኤርትራ መሬታ ባሕራን ደሴታን ጥራይ ዘይኮነ እንተላይ ህዝባ እዩ ዘድልየና እናበልኩም ቀዳማይ ዙርያ ካልኣይ ዙርያ ከም ብጋይት ባርካ መንኮቡ ተኪስኩም ምልክት ዘንበርኩምሉ ህዝቢ ወነንቲ ገላዩ ኮንኩምሉ ምህላውኩም እሞ መን ይጠፍኦ መቸም ህግደፍ ጸጋታት መሬት፣ ባሕርን ደሴታትን ኣብዚሑ ዝዓደሎ ህዝቢ ኤርትራ ዘይናቱ ብሂጉን ጠሚቱን ኣይፈልጥን እንድዩ ዝብል ዘሎ። ናቱ ስኢኑ ዓይኑን ልቡን ተደፊኑ እናሃለወ እሞ ህዝቢ ኤርትራ ከመይ ገይሩ'ዩ ናይ ካልእ ክጥምትን ክብህግን? ናብቲ ዝሓለፈ ሰላሳን ሰለስተን ዓመታት ንድሕሪት ከይተመለስና ሎሚ ቅነ ኣብቲ ሒዝናዮ ዘለና ወርሒ መጋቢት 225 ብምትኳር ጥራይ እስኪ ነቲ ብሰንኪ ውልቂ መላኺ ኢሳያስ ንኤርትራ ዝወረዳ ሕልፈት ብቐሊሉ ንተዓዘቦ
ደቂ ኣንስትዮ ኣባላት ሓይሊ ባሕሪ ኤርትራ ብምኽንያት ሸሞንተ መጋቢት ኣብ ራስ ሓማስ ኣብ ዝርከብ መሰልጠኒ ማእከል ምሕንባስ ሓይልታት ምክልኻል ኤርትራ ምርኢት ፈጣናት ጀላቡ ኣካይደን። ኣብቲ ብትሽዓተ መጋቢት ዝተኻየደ ምርኢት ኣመሓዳሪት ዞባ ሰሜናዊ ቀይሕ ባሕሪ ወይዘሮ ኣስመረት ኣብርሃ፣ ግዝያዊ ሓለቓ ስታፍ ሓይሊ ባሕሪ ኤርትራ ኮሎኔል ኣሕመድ መሓመድ ዓሊ ከምኡ'ውን ኣብ ዝተፈላለየ ጽፍሕታት ሓላፍነት ዝርከባ ደቂ ኣንስትዮን ካልኦት ዕዱማትን ተረኺቦም ነይሮም። ኣመሓዳሪት ዞባ ሰሜናዊ ቀይሕ ባሕሪ ወይዘሮ ኣስመረት ኣብርሃ ኣብ ዘስመዓቶ ቃል ነቲ ብደቂ ኣንስትዮታት ባሕረኛታት ዝቐረበ ምርኢት ዘለዎ ኣድናቖት ድሕሪ ምግላጽ ውጽኢት ናይቲ ካብ ግዜ ሓርነታዊ ቃልሲ እናተኾስኮሰ ዝመጸ ኩሉ መዳያዊ ተሳታፍነት ደቂ ኣንስትዮ ንምርግጋጽ ዝተኻየደን ጌና ዝቕጽል ዘሎን ጻዕሪ ምዃኑ ኣረዲኣ።
ዝገርም እዩ። ብምኽንያት ሸሞንተ መጋቢት በዓል ደቂ ኣንስትዮ፣ ብትሽዓተ መጋቢት ኣብ ከባቢ ባጽዕ 115 ኪሎ ሜትር ካብ ኣስመራ ኣብ ዝርከብ መሰልጠኒ ማእከል ምሕምባስ ሓይልታት ምክልኻል ኤርትራ ኣብ ዝተኻየደ ምርኢት ፈጣናት ጀላቡ ደቂ ኣንስትዮ ኣብ ኤረ ቲቭን ሓዳስ ኤርትራን በጺሑ ከም ዜና ክዝርጋሕ ሓደ ሰሙን ምውሳዱ ጥራይ ኤርትራ ፍሪጅ ኢሳያስ ተቐሚጣ ደስኪላ ምህላዋ ምልክት ምዃኑ ንጎኒ ገዲፍና ሓደ ሓደ ሃለዋት ኤርትራን ህዝባን ዝእምቱ ቀለልቲ ዝመስሉ ግን ዕቱብ ጭብጢ ዝኾኑና ነጥብታት ንመልከት። ኣመሓዳሪት ናይ ትሉል ቀይሕ ባሕሪ ትበሃል ዝነበረት ወደብ ባጽዕ ዝዋና ከተምኡ ዞባ ደቡባዊ ቀይሕ ባሕሪ ወይዘሮ ኣስመረት ኣብርሃ ጓንድየ ኣብቲ ኣብ መራኸቢ ብዙሃን ህግደፍ ክዝረበሉ ሰሙን ዝወሰደ ፍጻሜ ብኣካል ከይዳ ምስታፋ ኣብቲ ነፃ ናይ ዕዳጋ ዞባ ኮይኑ ዕሙር መለዋወጢ ንግድ ቀርኒ ኣፍሪቃ ክኸውን ዝነበሮ ዞባ ሰሜናዊ ቀይሕ ባሕሪ ካልእ ቁም ነገር ከም ዘየልቦ እዩ ዝምስክር ናብቲ ፍጻሜ ከይዳ ግዜ ምጥፋኣ ጥራይ ኣይኮነን እቲ ጸገም ነተን ፈጣናት ጀላቡ ዝበለተን ሞተር ዝተገጥመለን ጥስቲ ዝመርሓ ዝነበራ መንእሰያት ደቂ ኣንስትዮ ውጽኢት ናይቲ ካብ ግዜ ሓርነታዊ ቃልሲ እናተኾስኮሰ ዝመጸ ኩሉ መዳያዊ ተሳታፍነት ደቂ ኣንስትዮ ክትብል ኣድናቖታ ምግላጻ ንባዕሉ ድሩትነት ኣብ ምዕባለ ኤርትራ ዘለዋ ራእይን ባህግን ኣቃሊዑ ለካ ጓንድየስ ጓንድየ ደኣ ዘብል እዩ። ጓንድየ ማለት ናይ ዘበነ መስፍንነት ድሑር ጠበንጃ ምዃኑ እዩ። ህግደፍ ኤርትራውያን ደቂ ኣንስትዮ ከም ዝሓስራ ንምግባር ዘካየዶ ሸርሒ መወዳእታ ስለ ዘይብሉ እዚ ናይ ሎሚ ሓደ ንእሽቶ ክፋል ምዃኑ ንጎኒ ገዲፍና ኣብቲ ብስትራቴጂካዊ ኣገዳስነቱ ዓለም ዝጥምቶ ምስ ኣህጉራዊ ጂኦፖለቲካዊ ኩነታት ተዛሚዱ መዓልታዊ ኣርእስተ ዜና ኮይኑ ዘሎ ቀይሕ ባሕሪ ክብረቱ ዝገልጽ ሚዛኑ ዝሕሉ ምዕባለን ትርኢትን ዘይምክያዱ ኢሳያስን ንሱ ዝለኣኾም ከም በዓል ጓንዴ ዝኣመሰሉ ምስሌነታቱን፣ ብኣፎም ንህዝቢ ኤርትራ ትዕድልትኻ እንዳበሉ ናቱ መንጢሎም ከም ዘባኸንዎ ዘርኢ እዩ። ኣይግረምኩም እቶም ሎሚ ጽባሕ ዓሰብ ክንኣቱ ኢና ክብሉ ዝስምዑ ባሕሪ ኣልቦ ክንሶም ሓይሊ ባሕሪ ዘቖሙ ኢትዮጵያውያን ምስ ሓይሊ ባሕሪ ራሻ ውዕል ተፈራሪምና ኣብ ዝብልሉ ዘለዉ እዋን ኣዛዚ ሓይሊ ባሕሪ ኤርትራ ድማ ኣብዚ ብጓንድየ ዝተደነቐ ጠፋሽ ምርኢት ሓይሊ ባሕሪ ተረኺቡ ንሱ እውን ናይ ክብሪ ጋሻ ኮይኑ ግዜ ኣጥፊኡ እዩ። ብዝኾነ በዚ ዝበልናዮ ደረጃ ህግደፍ ብኣተሓሳስብኦም ካብ ቀይሕ ባሕሪ ጥራይ ዘይኮነ ካብ ዓለም ፈጺሞም ጠፊኦም ከም ዘለዉ ዘመልክት ከኣ ኣብ ክንዲ ዝስተሩ ከይሓነኹ ነቲ ኣሽምባይዶ ከም ነፃ ሃገር ኣብ ጉሪላ ኮንካ ክትጀሃረሉ ዘየምሕር ምርኢት ሓይሊ ባሕሪ ብቴሌቭዥን ኤርትራ ናብ ዓለም ምዝርግሖም እዩ እቲ ናይ ቪድዮ ስእሊ ርሕቕ ኢሉ ተላዒሉ ስለ ዘሎ ቁም ነገር ተመሲሉ ከየደናግረኩም ነዚ ኣብ ትሕቲ ናይቲ ብድዕ ሓተታ ምህለላ ኩናት ተቐሚጡ ዘሎ ስእሊ ናይተን ንሳቶም ፈጣናት ጀላቡ ዝበልወን ጥስቲ ተመልከትዎ ካልእስ ይትረፍ ሕብሪ ልኻኽዮም እኳ ክሕድስወን ኣይከኣሉን ወደብ ዓሰብን ባፅዕን ንዝሓለፉ 25 ዓመታት ከምቲ ትማሊ ኣብ ግዜ ህልኽ ምስ ኢትዮጵያ ዝተባህለ ኣብ ክንዲ መንገድቲ መራኽብ መስተይ ኣግማል ኮይነን ብምትራፈን ህዝቢ ኤርትራ ክጥቀመሉ ዝግብኦ ዝነበረ ዓሰርተታት ቢልዮናት ባኺኑ ሎሚ ድማ ተቓውሞታት ሑቲ ኣብ ገማግም ቀይሕ ባሕሪ የመን ጸጥታዊ ቅልውላው ብምፍጣሩ፣ ገማግም ቀይሕ ባሕሪ ኤርትራ ከም ኣማራጺ ናይቲ ካብ ኣሜሪካን ኤውሮጳን ናብ ማእከላይ ምብራቕን ኤሽያን ዝሓልፍ ሓበሬታ ዝጸውር ዓበይቲ ግማድ ኢንተርነት ክጥቀምሉ ኣህጉራውያን ናይ ሳብማሪን ኬብል ኢንዳስትሪ ዘቕረብዎ ሕቶ የስ ኦር ኖ እወ ኣይፋል ዝብል እዝንን ኣእምሮን ዘለዎ ሰብ ተሳኢኑ ካብቲ ብሰንኪ ዕንወት ወደባት ህዝቢ ኤርትራ ዝኸሰሮ ቢልዮናት ዶላራት ዘይንእስ ጸጋታት ይጠፍኦ ኣሎ። ውልቂ መላኺ ኢሳያስን ጓንዲኡን ካብ ዝተቋጻጸርዎ ቀይሕ ባሕሪ ደኣ እሞ እንታይ ፍረ ክርከብ? ንሃገር ኣብ ከምዚ ዝኣመሰለ ውድቀት ደርቢዋ እናሃለወ እዩ እምበኣር ጸጋታት መሬት፣ ባሕርን ደሴታትን ኣብዚሑ ዝዓደሎ ህዝቢ ኤርትራ እንዳበለ፣ ኣብ ዘይገሃድ ሕልሚ ድቃሱ ክቕጽል፣ ወግሐ ጸብሐ ብሓተታታት ኣብ ሃለውሳ ከንብሮ ዝፍትን ዘሎ። እንተኾነ ብተግባር ደኣምበር ብሓተታ መንግስቲ ክኽወን ኣይከኣልን እዩ። ኣብ ርእሲቲ ውልቀ መላኺ ኢሳያስ እንተደሊኹም ዓሰብ እንተ ደሊኹም ባጽዕ ኢሉ ዝቕረበሎም ዕድመ ንቐይሕ ባሕሪ ኤርትራ ባኺኑ ንደቂ ቀይሕ ባሕሪ ትርጉም ምውናኑ ድንግርግር ከም ዝብሎም ምግባሩ ኸኣ እዩ ነቶም ቀቢጾሞ ዝነበሩ ጸላእቲ ዓሰብ ከም ክሬምያ ብናይ ቭላድሚር ፑቲን ጥበብ ጸወታ ዓሰብ ንምምላስ ዝግበር ቃልሲ ሎም እናሓንሓኑ ነተን ወደብ ዘይብለን መራኽቦም ናብ ዓሰብ ኣቕኒዖም ክህንደዱ ጥሩምባ ክነፍሑ ንሰምዖም ዘለና።
ኢትዮጵያ የነገስታት ሀገር የስልጣኔ መነሻ

ስለዚ ከምቲ ኣብ መእተዊ ዝጠቐስናዮ ምህለላ ኩናት ልቢ ወለድ ኣይኮነን። ካብ ሕልሚ ኢትዮጵያ ዝተወልደ ኣብ ዝተጋህደሉ ዝቐትል ሓደገኛ ተርእዮ እዩ። እቲ ንመዋእሉ ዓባይ ኢትዮጵያ ካብ ኣእምርኡ ምብናን ዝኣበዮ ኢሳያስ ምስቲ ካብ ሃፀያት ኢትዮጵያ ሕልሚ ቀይሕ ባሕሪ ዝወረሰ ኣብዪ ኣሕመድ ንህዝቢ ኤርትራ ካብ ዓራቱ ውሪዶም ኣብ ሓደ ዓራት ደቂሶም ተደሚርና ክብሉ ምስ ሓደሩ ዳግም ዝተወልደ ሕማም ደግሲ እዩ። ኣብዪ ብዓውታ ምህለላ ኩናት ከጋውሕ ከሎ ኢሳያስ ብሕሽኹታ ምህለላ ኩናት ይጉስጉስ ኣሎ። ብኣንጻሩ ሰላም ክረክብ ካብዞም መሳፍንቲ ኩናት ክገላገል ምህለላ ሰላም ከዘውትር ዘለዎ እምበኣር ህዝቢ ኤርትራን ህዝቢ ኢትዮጵያን እዩ መዓስ ነተጐ ብዘየገድስ ኲናት ነቲ ህሉው ይኹን መጻኢ ወለዶ ሓደጋ እዩ። እቲ ማሕላ ኤርትራ ጠሊሙ ኣብ ሕልሚ ኢትዮጵያ ዝነብር ውልቀ መላኺ ኢሳያስካ እዩ ህዝቢ ኤርትራ ክቡር ዋጋ ከፊሉ ንዝዓጽዎ ኲናት ብተደጋጋሚ ዝዕድሞ ዘሎ። ስለዚ ህዝቢ ኤርትራ ካብ ኣበሳ ኩናት ክድሕን ውልቀ መላኺ ኢሳያስን ጭፍርኡን ካብ ስልጣን ተኣልዮም በዚ ሕድገት ዘየፍቅድ ክድዓት ዝይፍርዶም ክቕበሉ ኣለዎም። ምልኪ ይፍረስ፣ ሕጊ ይንገስ።

ሓዳረይ ተረሚሱ ወግዐ እንዳባ በሪሱ ባይቶ ዓዲ ፈሪሱ መሬተይ መሬተይ ተወሪሱ ቆጥቂጠ ዘሓርሰላ ዘሪኤ ዘብቁለላ ኣኺደ ዘሓብሰላ ጎረሮይ ዘጥልለላ መሬተይ ዓንዲ ሕቖይ ትንፋሰይ